ሰላም ክቡራት ተኸታተልቲ ናይ ሎሚ ፊልም ኣብ ሓቀኛ ዛንታ ዝተመርክሰት ኮይና ኣገንስት ዘሰንካያ ትብል እዛ ፊልም ኣብ 1942 ጃፓን ንኤሜሪካ ኣብ ፐርል ሃርቦር ብዘጥቃዕትሉ እዋን ከኣ እያ ትጅምር። ኣብቲ እዋን ኣሜሪካ ብሰንኪ እዚ ካብ ጃፓን ዝወረደ መጥቃዕቲ ኣብ ካልኣይ ኲናት ዓለም ንኽትጽንበር እያ ተገዲዳ። ከም ውጽኢቱ ድማ ኣሜሪካ ኣብ ልዕሊ ጃፓን ሕነኣ ንምፍዳይ ኣሽሓት ትሮፒዶ ዝዓይነትን ናይ ውግእ ነፈርቲ ንሳብማሪን ጃፓን ንምጥቃዕ ናብ ሰላማዊ ውቅያኖስ ኣወፈረት። ሓንቲ ካብዚኣተን ንሮድዮ ኦፕሬተር ጂን ኣልድሪች፣ ደርባይ ቦምባ ቶኒ ፓስቱላ፣ ኣብራሪ ኣየር ሃሮልድ ዲክሰን ዝሓዘት ናብ ደቡባዊ ሸነኽ ሰላማዊ ውቅያኖስ በረረት። እዛ በዓል ሃሮልድ ዝተመርሐት ትሮፒዶ ዝዓይነታ ናይ ውግእ ነፋሪት ድሕሪ ቁሩብ በረራ ኣብራርቲ ኣየር ሃሮልድ ካብ መስመር በረሮም ከም ዝወፁ ስለ ዝተረድኦ ናብ ቦትኦም ንክምለሱ ኣዘዘ። ጅን ኣንፈቶም ንምፍላጥ ምስቶም ኣብ መሬት ኮይኖም ዝከታተልዎም ብጾቱ ክዘራረብ ብዙሕ እኳ እንተፈተነ ግና ብሰንኪ መስመር ብግቡእ ክሰምዖም ኣይከኣለን። ጅን ከምዚ ኢሉ እንዳፈተነ እንከሎ ኣብ መንጎ ዘረባ ጃፓናውያን ሰምዐ። ንዋየር ናይ ረድዮ ርክቡ ኣምሊቑ ናብ ብጾቱ ብኮድ መልእኽቲ ብምስታት እንደገና ሶኬት ይእትዩ ፈተነ። እንተኾነ ግን ዋላ ሕጂ እውን ክዘራረብ ኣይከኣለን። ንሃሮልድ ከኣ ክዘራረብ ይኽእል ከም ዘየሎን ነዳዲ እውን ይውድኡ ከም ዘለዉን ሓበሮ። ዋላ እኳ ቶኒ መታን ጽቡቕ ገይሮም ክበሩ ክብደት ንምቕናስ ነቲ ቦምባ ናብ ባሕሪ እንተደርበዮ ብዙሕ ግን ክሕግዞም ኣይከኣለን። ሃሮልድ ከኣ ቅድሚ ነዳዲ ምውድኦም ነዚ ናይ ውግእ ነፋሪት ናብ ባሕሪ ንኸዕልባ ወሰነ። ብሰላም ከኣ ኣብቲ ውቅያኖስ ዓለበ። ምስ ዓለበ መጀመርያ ሃሮልድ መቕነት ነፋሪት ምፍታሕ ወጸእ። ነታ ብኣየር ተነፊሓ እትንቀሳቐስ ንእሽቶ ጃልባኣ ምስትኽኻል ከኣ ኣተወ። ብጾቱ ግን መቕነቱ ምፍታሕ ኣበዮም። ምስታ ነፋሪት ከኣ ንታሕቲ ምጥሓል ጀመሩ። ግና ድሕሪ ብዙሕ ቕልስ መቐነቶም ብምፍታሕ ንላዕሊ ወጹ። ሰለስቲኦም ኣብታ ንእሸይ እትንሳፈፍ ጃልባ እውን ደየቡ። ብዘይ ማይን መግብን ኣብ መጻወድያ እቲ መወዳእታ ዘይብሉ ውቅያኖስ ከኣ ወደቑ። ግና ሓይሊ ኣየር ኣሜሪካ መጺኦም ከም ዘድሕንዎም ምሉእ እምነት ነበሮም። ሓንቲ ካብ ሓይሊ ኣየር ኣሜሪካ ንዓኣቶም ንምድላይ ኣብ ከባቢኦም ክትዝንቢ እውን ጀመረት። ሰለስቲኦም ላይፍ ጃከቶም ብምውጻእ ከወዛወዙ እውን ጀመሩ። እንተኾነ ግን እዞም ሓይሊ ባሕሪ ኣሜሪካ ክርእዎም ኣይከኣሉን ሃሮልድ ክደልዩናዮም መፂኦም ነይሮም እዚኣ ከዓ ናይ መወዳእታ ዕድልና በሎም ቶኒ ንሃሮልድ ከመይ ገይሮም ግን ኣብዚ መወዳእታ ዘይብሉ ውቅያኖስ ከምዚ ኢልና እንከልና ክገድፉና በሎ ሃሮልድ ንቶኒ ኣብ ሓደ ቦታ ብተደጋጋሚ ክደልዩ ክመፅኡ ኣይክእሉን እዮም በሎ ስለዚ እታ ዝነበረቶም እንኳ ኣማራፂት ዝገበሩ ገይሮም ባዕላቶም ንገዛእ ርእሶም ካብዚ ውቅያኖስ ከድሕንዋ ጥራይ እያ ዝነበረት ሃሮል ነዊሕ ጉዕዞ ይጽበየና ዘሎ ጫማና ኣውጺና ንድርብዮ በሎም ቶኒን ጅንን ጫሞም ናብቲ ውቅያኖስ ክድርብዮ እንከለዉ ሃሮልድ ግን ኣይደርበዮን ጅን እንታይ እንቋዳ ጫማኻ ዘይደርበኻዮ በሎ ሃሮልድ እንተ መሬት ረኺብና ካባና ሓደ ክጓዓዝ ስለ ዘለዎ ሓደ ጽምዲ ጫማስ ግድን ክህልወና ኣለዎ በሎም። እታ ቀዳመይቲ መዓልቲ ከኣ ሓደ ክድቅስ እንከሎ ዝተረፉ ዋርድያ እናወጹ ብዘይ ማይን መግብን ኣብዚ ውቅያኖስ የሕለፍዋ። ኣብታ ምሸት ሃሮልድ ንጅን ማይ ትሰቲ ዲኻ በሎ። ጅን ተገሪሙ ረኣዮ። ሃሮልድ ጽምእ ማይ ስለ ዝሓለፎን ኣማራጺ ስለ ዘይነበሮን ንሽንቱ ኣብ ጫምኡ ብምዕቛር ሰተዮ። ንጽባሒቱ ሃሩል ኣብ ናይ ረኣየ ስለ ዝኾነ ብዛዕባ መኣዝናት ዓሚቕ ኣፍልጦ ስለ ዘለዎን ዘለውዎ ኣንፈት ክዕሎም እዩ ዝረአ። ከምዚ ኢልና ምስ ኣንፈት እዚ ንፋስ እንተ ተጓዒዝና ድሕሪ ቁሩብ ሰሙናት መሬት ክንረክብ ኢና ከኣ በሎም። ነዚ ምስ ሰምዑ ቶኒ እዛ እሞ ቅድሚ ኣብ መሬት ምብጻሕና ብጥሜትን ጽምን ክንመውት ኢና በለ። ጅም ቁሩብ ድሕሪ ምሕሳብ ኣብዚ ባሕሪ ብዙሓት ዓሳታት እዮም ዘለዉ ገለ ነገርሲ ክንጠበብ ኣለና በሎም። በቲ ምስኣቶም ዝነበረ ንብረት ለቓቒቦም፣ መግፈፊ ዓሳ ስልኪ ብምስራሕ ከኣ ዓሳ ንምግፋፍ ናብቲ ውቅያኖስ ሰንደውዎ። ቁሩብ ጸኒሑ ሓደ ነገር ኣብ መጻወዲኦም ኣተወ። ግና ክስሕብዎ እንተፈተኑ እታ ዝመሃዝዋ መግፈፊ ዓሳ ስልኪ ኣብቲ ውቅያኖስ ተረፈት። ጅን ኣብዚ ባሕሪ ካባና ንላዕሊ ዝጠመየ ፍጡር ኣሎ ከኣ በለ። ብድሕሪዚ ሙቐት ስለ ዝበርትዖም ጅን ኣነ ካብዚ ንላዕሊ ክጻወር ኣይክእልን እየ ብምባል ላይፍ ጃኮቱ ብምውዳይ ናብቲ ውቅያኖስ ዘለለ ቶኒ እውን ክስዕቦ ፈተነ ግና ኣብ መንጎ ሃሮል ኣብዚ ውቅያኖስ ሻርክ ከም ዘለዉ ሰሚዐ ነይረ ብምባል ንቶኒ ደው ኣበሎ ንጅን እውን ነገርዎ ጅን ከዓ ናብታ ጃልባ ተመልሰ ከምዚ ኢሉ መዓልታት ብምሕላፍ ኣብዚ ሰላማዊ ውቅያኖስ ብዘይ ማይን መግብን ሓሙሽተ መዓልቲ ኣቑሰሩ ኣዝዮም ከዓ ተዳኸሙ ቶኒ ነዚ ምጽዋት ስለ ዝሰኣኑ ካብቲ ውቅያኖስ ማይ ክሰቲ ፈተነ ሃሮልድ ምስ ረኣዮ ግን እዚ መመሊሱ ከንቅጸካ እዩ ብምባል ንኸይሰቲ ከልከሎ ከምዚ ኢሎም እናተጓዓዙ እንከለዉ ሃሮልድ ሃንደበት ኣብ ጅብኡ ርሳስ ከም ዘለዎ ተዘከሮ ኣዝዩ ከዓ ተሓጎሰ በዛ ርሳስ ጌርና ቻርች ብምስኣል ብልክዕ ኣበይ ከም ዘላ ክንፈልጥ ንኽእል ኢና ብምባል ከኣ ቻርት ብምስኣል ብልክዕ ዘለዎ ኣንፈት ንምፍላጥ ክሓናጥጥ ጀመረ። ብድሕሪ እዚ ሃሮል ናብ ገማግም እዚ ውቅያኖስ ክንበጽሕ እንተ ደኣ ኮይንና በዚ ላይፍ ጃኬት መልሓቕ ብምፍጣር ነዚ ንፋስ ኣብ ጥቕምና ክንውዕሎ ኣለና በሎም። ከምቲ ዝበሎም ሓንቲ ላይፍ ጃኬትን ዝነበሮም ስልክታትን ገመድን ብምልቃብ መልሓቕ ፈጠሩ። ነቲ መልሓቕ ናብ ውቅያኖስ ብምድርባይ ናብቲ ዝደለዩ ኣንፈት ክንሳፉ እውን ጀመሩ። ንምሸቱ ከዓ ሓቢሮም ጸለዩ። ጅን ኣብ ጸሎቱ ኦ ጎይታ ንሕና በደለኛታት ኢና፣ ግና ብሓይልኻ ሓግዘና በለ። ቆጺሉ ሃሮል ኣብዚ ውቅያኖስ ንዝርከባ ብምሉእን ጃላቡ ሓልወን በለ። ቶኑ እውን ኦ ጎይታ እዞም ብጾተይ ዝበልዎ ኩሉ ቅኑዕ እዩ፣ ሕጂ ግን ልዕሊ ዝኾነ ማይ የድልየና ኣሎ እንተተኻኢሉ ዝናብ ኣዝንበልና በሎ ሽዑ ግን ዝናብ ኣይዘነበን ቶኒ ከዓ ሕማቕ ተሰምዖ ጂን ንቶኒ ንጎይታ ቁሩብ ግዜ ከዓ ብሃቦ በሎ ኣብታ ምሸት ደኺሞም ደቂሶም እንከለዉ ዝናብ ዘነበ ድሕሪ ብዙሕ መዓልታት ከዓ ንመጀመርታ ግዜ ማይ ብምስታይ ጽምኦም ኣርወዩ። ግን ዓሳ ምሓዝ ካብ ዝፍትን መዓልታት ኣቑጺሩ ነበረ። ግና ዋላ ሓደ ዓሳ ክሕዝ ኣይከኣለን። ሃሮልድ ንጅን ከማኻ ዝኣመሰለ ዓቕሊ ዘለዎ ሰብ ርኢ ኣይፈልጥን እዩ። ዓሳ ምሓዝ ካብ እትፍትን ዳርጋ ሰሙን ኣቑጺርካ ኣለኻ በሎ። ጅን ኣብቲ ኣነ ዝቕመጠሉ ዓዲ ሓደ ብሂል ኣሎ። ንሱ ኸኣ ዩ ዶንት ካች ዩ ዶንት ኢት እዩ ዝብል በሎ። ጅን ዓቕሉ ስለ ዝወድአ ኣብ ጅብኡ ንዝነበረት ካራ ኣውጽኣ። ካሮል ነዚ ምስ ረኣየ ንጅን እዛ ካራ ናዛ ጃልባና ከይትቀዳ በጃኻ ኣብ ጅባኻ ኣቐምጣ በሎ። ጅን ግን ክሰምዖ ኣይከኣለን። ነቲ ካራ ኣብቲ ውቅያኖስ እንዳሸኸለ ዓሳታት መዳን ከኣ ጀመረ። ሃንደበት ጅን ገለ ነገር ዝሃረሞ ኮይኑ ተሰምዖ። ንሃሮልድ ከኣ ከም ዝርድኣኒ እዛ ካራ ኣብዛ ጃልባ ሸኺለያ ኣለኹ በሎ። ሃሮልድ ካራ ኣብ ጃልባ ሸኺልካያ እንተ ደኣ ኣሊኻ ከይተውጽእ ኣብ ዘላቶ ግደፋ እንተ ደኣ ኣውጺኻያ እዛ ጃልባና ክትነፍስ እያ በሎ። ጸኒሑ ግን ጅን ነታ ካራ ኣብ ዓሳ ሸኺልዋ ከም ዘሎ ስለ ዝተረድኦ ነቲ ዓሳ ንላዕሊ ናብታ ጃልባ ሰሓቦ። ገጅፍ ስለ ዝነበረ ሓቢሮም ብምሓዝ ንስግኡን ኣብ ከብዱ ንዝነበሩ ሽዑ ዝተመገቦም ንኣሽቱ ዓሳታትን ብጥሪኦም ክምገቡ እውን ጀመሩ። ጥሜቶም ብምዕንጋል ቁሩብ ትንፋስ ከኣ ሰኹዑ። ሃሮልድ ኣነ ሕጂ ንገዛይ ክኸይድ እየ በዓልቲ ቤተይ ኣበይ ኔርካ ኢለ ቁሩብ ክትኩርያ ግና ጸገም ዘለዎ ኣይኮነን ንስኻትኩም ከተመርዕኹም ዲኹም ክብል ሓተቶም ቶኒ ኣነ እኳ ኣይተመርዓኹን ግና ዓርክላትን ንበለ ጅን ኣነስ ኣይተመርዓኹን ዓርኩ እውን የብለይን በሎም። ቶኒ ንጂን ሓንቲ ጽብቕቲ ሓብቲ ኣላትኒ፣ ብሰላም ዓዲ እንተ ኣቲነ ከላልየካ እየ በሎ። ዋላ እኳ ሽዑ ምግቢ እንተ ተመገቡ ማይ እውን እንተ ሰተዩ፣ ምስ ምንዋሕ መዓልታት ግና መሊሶም ተዳኸሙ። ሓደ ምሸት ጂን ኮፍ ኢሉ ኢዱ ኣብ ውቅያኖስ ኣሊኹ እናተጓዕዘ እንከሎ ሓደ ሻርክ ኢዱ ብምንካስ ኣጥቅዖ። ግና ጂን መጉዳእቱ ከቢድ ስለ ዘይነበረ ደሓን ኮነ። ኣብ መበል ዓሰርተ ሓሙሽተ መዓልቶም ንግሆ ቶኒ ምስኡ ንዝነበረ ሽጉጥ ኣብ ኢዱ ሒዙ እናረኣዮ እንከሎ ጂን ድምፂ ከይገበርካ እዛ ሽጉጥ ቀስ ኢልካ ኣብ ኢደይ ሃበኒ በሎ ቶኒ ነታ ሽጉጥ ሃቦ ጂን ኣብ ጃልባኦም ዓሪቡ ንዝነበረ ዑፍ ብሽጉጥ ሃሪሞ ኣውደቖ ሃሮል በቲ ተኽሲ ሰንቢዱ ካብ ድቋስ ተበራበረ ዑፍ ከም ዝሃሮሙን ኣብቲ ውቅያኖስ ከም ዝወደቐን ስለ ዝተረድኦ ናብቲ ውቅያኖስ ደው ኢሉ ብምእታው ነቲ ዑፍ ሓዞ። ሻርክ ናብኡ ገጹ ይመጽእ ስለ ዝረኣየ ከኣ ነዚ ዑፍ ሒዝዎ ብፍጥነት ብምሕንባስ ናብታ ጃልባ ተመልሰ። እቲ ሻርክ ኣብ ብትሕቲ እታ ጃልባ ሓለፈ። ብኸምዚ ከኣ ሃሮልድ ደሓነ። ድሕሪ 15 መዓልቲ ንኻልኣይ ግዜኦም ዝምገብዎ ምግቢ ከኣ ረኸቡ። ከምዚ ኢሎም መዓልታት እናሓለፉ ኸኣ ኸዱ። ኣብ መበል ዕስራ መዓልቶም ሃሮልድ ንግሆ እንተ ተንስአ ብጾቱ ናበይ ናይ ኣንፈት ገጾም ይጓዓዙ ከም ዘለዉ ኣክን ዝከታተሉ ተጎምብዮም ረኣዮም። በዚ ተግባራቶም ስለ ዝነደረ ስለምንታይ ኢኹም ግን ንዝሃብኩኹም መምርሒ ዘይትኽተሉ ዘለኹም በሎም። ጅን እንታይ እሞ ኣሎ ዝረአ ከምቲ ዝሓበርካና እኮ ሕጂ ኣብ ገንጎ ንዚ ውቅያኖስ ክንበጽሕ እዩ ዝግባኣና ግና ጌና ኣይበጻሕናን ዘለና በሎ ሃሮልድ ኣነ እኮ ብገምጋም እየ ሓቢረኩም በሎም ብዘረብኡ ከኣ ተገረሙ ጅን ኣብ በረረና ንስኻ ብርግጽ ኣበይ ከም ዝነበርና ክትፈልጥ ስለ ዘይከኣልካ ካብ መስመር ወጺእና ብሰንክኻ ከኣ ኣብ ውቅያኖስ ንዓልብ ተገዲድና በሎ ሃሮል እዚ ጸገም ብሰንክኡ ረኺቦሞ ከም ዘለዉ እውን ተዘከሮ ንመጥቃዕቲ እናበረሩ እንከለዉ ሃሮል ንቑሩብ ደቓይቕ ቀም ኣቢሉ ነበረ። ጸኒሑ እንተ ተበራበረ፣ ካብ መስመሮም ብምውጻእ ኣርሒቖም ከም ዝበረሩ እውን ተረድኦ። ኮነክሽን ስለ ዝኣበዮምን ነዳዲ ስለ ዝወድኡን ከኣ ኣብ ሰላማዊ ውቅያኖስ ንኽዓርቡ ተገደዱ። ጠንቂ ናይዚ ኹሉ ሃሮልድ እዩ ዝነበረ። ብጌግኡ ኸኣ ተጣዕሰ። ይቕሬታ እውን ሓተቶም። ድሕሪ እዚ ሃሮልድ ነተን ምስኦም ከም መሐለውታ ሒዞመን ዝነበሩ ጫማ ብምቕዳድ ሓንቲ ንዕኡ ሓንቲ ንጅን ብምሃብ ናብቲ ክኸድዎ ዝደለዩ ኣንፈት ክጅልቡ ጀመሩ። ቶኒ ኸኣ ካባና ነቲ መጀመርያ መሬት ዝረኣየ እቶም ዝተረፉ ክልተ ዝፈትዎ መግቢ ኣብ ዝፈትዎ ቦታ ክምግብዎ እዮም በለ። ከምዚ ኢሎም ከይተሓለሉ ኸኣ ጉዕዞኦም ቀጸሉ። ግና ጉዕዞኦም ቀሊል ኣይነበረን። ኣብዚ ውቅያኖስ ምንስፋፍ ካብ ዝጅምሩ ድሮ ሰላሳ መዓልቲ ኣቑጺሮም ነበሩ። ድሕሪ ሰላሳ መዓልቲ ብሰንኪ ማይን መግብን ኣዝዮም ተዳኸሙ። ከዛርቦም ዝኽእል ሓይሊ እውን ሰኣኑ። ከምዚ ኢሎም እንከለዉ ኣብታ ምሸት ብርቱዕ ዝናብ ዘነበ። ማይ ንክሰትዩ ከኣ ዳግማይ ዕድል ረኸቡ። እንተኾነ ግን ብሰንኪ እዚ ዝናብ ብርቱዕ ማዕበል ተፈጥረ። ምሉእ ለይቲ ከኣ ንየማነ ጸጋም ክገማጥሎም ሓደረ። ድሕሪ ብዙሕ ቅልስ ግን ካብዚ ማዕበል ደሓኑ ንጽባሒቱ ኸ ኣዝዮም ተዳኺሞም ናይ ምድሓን እምነቶም እውን ማህሚኑ ኣብታ ንእሾ ጃልባ ተዘርጊሖም እዮም ዝረኣዩ ዓጀውጀው ክብሉ እውን ጀመሩ ሃሮል ንበዓልቲ ቤቱ ዘከራ ጅን ከዓ ሓብቱ ንቶኒ ከምቲ ቶኒ ዝገለጸሉ ክትረኣዮ ጀመረት። ንቶኒ ከኣ ቶኒ ከም ዝመሰለኒ ምስ ሓብትኻ ፍቕሪ ሒዝኒ ኣሎ በሎ። ቶኒ እውን ክልቴኹም ገለ ዓይነት መጻምድቲ ምኾንኩም ኔርኩም በለ። ሃሮልድ ነዚ ምስ ሰምዐ ጓሃየ። ዳግማይ ይቕሬታ ብምሕታት ከኣ ህይወትና ብኸምዚ ተብቅዕ ኣይመሰለንን ኔሩ። በጃኹም ኣይትሓዙለይ በሎም። ብድሕሪ ቶኒ ዘለዎ ዓቕሚ ኣኻኺቡ ኮፍ በለ። ኣዝዩ ነዊሕ ጉዕዞ ኢና ተጓዒዝና። ኣብ ሕጂ በጺሕና ተስፋ ክንቆርጽ ኣይግባኣናን እዩ ብምባል ከኣ ብኢዱ ክጅልብ ጀመረ። ንሳቶም እውን ብኢዶም ክጅልቡ ጀመሩ። ዋላ እኳ ከምዚ ገይሮም ተተባቢዖም እንተጀመሩ ግና ሓይሊ ዝበሃል ኣይነበሮምን። ኣዝዮም ተዳኺሞም እዮም ዝነበሩ። ኣብ መበሳሰን ኣርባዕተ መዓልቶም ሓይሊ ስኢኖም ከም ሬሳ ተዘርጊሖም እንከለዉ ቶኒ ኣነ ኣብ ሕልመይ ቆጽላይ ዝኾነ ግራት ርኤ በሎም። ሃሮልድ ንቶኒ ነዚ ስለ ዘለኻ ሕልሚ ኣነ ክልተ ግዜ ሓልሚ እየ በሎ። ሃሮልድ እዚ ድሕን ኮይኑ ስለ ዘይተሰምዖ ካብቲ ውቅያኖስ ቁሩብ ማይ ሰተ ብድሕሪ እዚ ኣብ ቅድሚ ሃሮልድ ተዘርጊሑ ዝነበረ ጅን ቁርብ ቅንዕ ብምባል ቆፅላይ ነገር ይርኣ ኣለኹ በሎም ሰለስቲኦም ከዓ ናብቲ ዝበሎም ኣንፈት ገጾም ኣማዕደው ጅን ሓቁ እዩ ዝነበረ ካብኣታቶም ቀብሪ ሓቕ ዝበለ ደሴት ረኣዩ ነዚ ምስ ረኣዩ ብሓጎስ ዝኣክል ትንፋስ ስኹዑ ኣብዚ ውቅያኖስ 34 መዓልቲ ድሕሪ ምንጽፋፎም ኣብ ሓንቲ ደሴት በጽሑ። ዘለዎም ሓይሊ ኣኻኺቦም ብኢዶም እንዳጀለቡ ከኣ ናብታ ደሴት ገጾም ኣምርሑ። ድሕሪ ቁሩብ ደቓይቕ ኣብ ገምገም እታ ደሴት እውን በጽሑ። ድሕሪ ሰላሳን ኣርባዕተን መዓልቲ ከኣ ንመጀመርታ ግዜ መሬት ተንከፉ። ኣብ ገምገም እታ ደሴት ክልተ ገዛ ስለ ዝረኣዩ ሰለስቲኦም ናብተን ገዛ ገጾም ኣምርሑ። ከምዚ ገይሮም ነቲ ጽንኩር ዝኾነ ኩነታት ብምብዳህ ድሕሪ 34 መዓልቲ ብ20 ለካቲት 1942 ኣብ ፑካ ፑካ እትበሃል ደሴት ከኣ በጽሑ። ኣብ መወዳእታ ብጽሑፍ ሰለስቲኦም በዛ ንእሽቶ ጃልባ ልዕሊ ሽሕ ዝኸውን ማይልስ ኣብ ባሕሪ ከም እተጓዕዙን ሃሮልድ ንብጾቱ ጽቡቕ ገይሩ ስለ ዝመርሖም ብሓይሊ ኣየር ኣሜሪካ ሽልማት ከም እተሸለመን ቶኒ ናብ ንቡር ጥዕንኡ ምስ ተመልሰ ዳግማይ ናብ ሓይሊ ኣየር ከም እተጸንበረን ጅን እውን ዳግማይ ከም ሮድዮ ኦፕሬተር ኮይኑ ኣብ ሓይሊ ኣየር ከም ዝሰርሐን ኣብ 1946 ከኣ ንሓብቱ ንቶኒ ፍራንሲስ ከም ዝተመርዓዋ ብምግላጽ፣ ናይ ብሓቂ ስእሊ እቶም ኣብ ባሕሪ ሰላሳን ኣርባዕተን መዓልታት ዝገበሩ ሰባት ከኣ እዩ ዝርኣ። እታ ፊልም ከኣ ኣብዚ ተፈጸመት። ዝኽበርኩም ተኸታተልቲ፣ ተስፋ ይገብር እዛ ዛንታ ፈቲኹማ ክትኮኑ። ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም ጽንሑ።